መደብ ወለላን ንኡስ ልቓሕን መውል ከካይዶ ብዝጸንሐ ናይ ልቓሕ መደባት ኣብ ምምሕያሽ መነባብሮ ዜጋታት ዝምስገን ኣስተዋጽኦ ይገብር ከምዘሎ ንጥፈታቱ ንምግምጋም ኣብ ባረንቱ ኣብ ዘካየዶ ኣኼባ ተሓቢሩ። ኣብቲ ኣብ ዝተፈላለያ ዞባታት ዝነጥፉ ኣባላት'ቲ ትካል ዝተሳተፍዎ ኣኼባ፣ ዋና ዳይረክተር ምምሕዳርን ፋይናንስን ዞባ ጋሽ-ባርካ ኮሎኔል ዓንደማርያም ገብረመድህን ናብ ዘስምዖ ቃል፣ መውል ብቐንዱ ኣብ ሕርሻን መጓሰን ዝተደረተ መነባብሮ ዝመርሑ ዜጋታት ንምሕጋዝ ተባሂሉ ዝቖመ ብምዃኑ፣ ንምሕያሉ ደገፍን ኣብርክቶን ኩለን ትካላት መንግስቲ ክግበረሉ ከምዝግባእ ጠቒሱ፣ እቲ ትካል ኣብ ዞባ ጋሽ-ባርካ ብዝገብሮ ዘሎ ወፍሪ ብርክት ዝበሉ ዜጋታት ተረባሕቲ ኮይኖም ምህላዎም ገሊጹ። ግዝያዊ ኣካያዲ ስራሕ መውል ኣቶ ታፍላ ኣስመሮም ብወገኑ፣ ዕላማ እቲ ትካል ኣብ ትሑት ደረጃ መነባብሮ ዘለዉ ዜጋታት ሰኣን ገንዘብ ካብ ስራሕ ከይሰናኸሉ ናይ ልቓሕ ደገፍ ምግባር ምዃኑ ብምሕባር፣ መጠን ምምላስ ልቓሕ ናብ ተስዓን ሓሙሽተን ሚእታዊት ዝዓብየሉን መጠን ዝፍቀድ ልቓሕ ዝውስኸሉን ባይታ ዘጣጥሕ ናይ ሓሙሽተ ዓመት ስትራቴጂያዊ ውጥን ተዳልዩ ከምዘሎ ኣረዲኡ። ሓላፊ ክፍሊ ኦፐሬሽን ናይቲ ትካል ኣቶ ጎይትኦም ሃብተጼንን ሓላፊ ጨንፈር ፋይናንስ ኣቶ ቴዎድሮስ ሃይለን ኣብ ዘቕረብዎ ጸብጻብ ድማ ሳላ ልዑል ተወፋይነት ኣባላት ሸፈነ ልቓሕ ዝተዘርግሓሎም ቦታታት ከም ዝሰፍሐ ኣብ ምምሕዳራውን ቁጽጽራውን ስራሓት ናይቲ ትካል ድማ እወታዊ ለውጢ ከም እተመዝገበ ብምጥቃስ ኣብ ምቅላል ሽግራትን ምምላስ ዝተዘርግሐ ልቓሕን ደገፍ ምምሕዳራትን ካልኦት ኣካላት መንግስትን ክሕይል ኣዘኻኺሮም። ብመሰረት ዝቐረበ ፀብፃብ ኣብ ክልተ ሽሕን ዓሰርተ ኣርባዕተን ብዝሒ ዓዳዊ ባንክታት ሽዱሽተ ሚእትን ትሽዓተን፣ ብዝሒ ዓማዊል ልዕሊ ሓምሳን ሽዱሽተን ሽሕ፣ ብዝሒ ዝተዘርገሐ ልቓሕ ድማ ሰለስተ ሚእትን ሓምሳን ሚልዮን ከምዝበፅሐ ካብዚ እቲ ክልተ ሚእትን ሸውዓተን ሚልዮን ኣብ ዞባ ጋሽ ባርካ ከምእተፈቐደ ብምሕባር ሳላ ውሁድ ፃዕሪ ኣባላት እቲ ትካል ዝበዝሐ ናይቲ ልቓሕ ከምእተኣከበ ተፈሊጡ። ሃገራዊ ማሕበር ደቂ ኣንስትዮ ኤርትራ ከም ኣብ ምምጻእ ልኡላውነትን ምዕቃብ ልኡላውነትን ቁጠባዊ ሓርነት ንምጉንጻፍ ኣብ ዝካየድ ዘሎ ልምዓታዊ መደባት ማዕርነታዊ ሱታፌ ኤርትራዊት ጓል ኣንስተይቲ ንምርግጋጽ ኣበርቲዑ ይሰርሕ ከምዘሎ ፕረዚደንት ናይቲ ማሕበር ወይዘሮ ተኽኣ ተስፋሚካኤል ምስ ኣባላት ጨንፈር ጀርመን ኣብ ዝገበረቶ ርክብ ገሊጻ። ኣብ ከተማ ፍራንክፈርት ኣብ ዝተቓንዐ ኣኼባ ወይዘሮ ተኽኣ፣ ማሕበር ውዳቤታቱን መሓውራቱን ብምስፋሕን ብምሕያልን ደረጃ ንቕሓትን ኣፍልጦን ደቂ ኣንስትዮ ኣብ ዝተፈላለየ መዳያት ንምዕዛዝ ይሰርሕ ምህላዉን ዘዘተባብዕ ውጽኢት ይርከቦ ከምዘሎን ጠቒሳ ውሑድ መዳርግቲ ጥራይ ንዝርከቦ ቅያን ጅግንነትን ኤርትራውያን ደቂ ኣንስትዮ ብልምዓት ንምኹልዑን ናብ ወለዶታት ንምስግጋሩን ምምልማል ተካእቲ ወለዶታት መሰረታዊ ስለዝኾነ ናብ መንእሰያት ዝቐንዐ መደባት ናይ ቀዳምነታት ቀዳምነት ከምዝኾነ ኣስሚራትሉ። ኣብ ወርሒ መስከረም ክልተ ሽሕን ዓሰርተ ኣርባዕተን ንዝተቓነዔ ሻውዓይ ጉባኤ ሃማደእን ውጽኢቱን ኣመልኪታ መግለጺ ዝሃበት ወይዘሮ ተኽኣ፣ ሃማደኤ ፍልጠት ዝዕጠቓ፣ ርእሰ ምትእምማን ዝሐላገታ ኤርትራዊት ጓል ኣንስተይቲ ንምፍጣር ዝዓለመ ራኢኡ ንምጭባጥ ከምኡውን ዝጽበዮ መድረኻዊ ዕማም ብኣድማዕነት ንምትግባር ብውህደት ኣብ ውሽጥን ወጻእን ዝርከቡ ጨናፍሩ ንዘሳልጦምን ኣብ መስርሕ ዝርከቡን ንጥፈታት ኣመልኪታ ሰፊሕ መብርሂ ከም ዝሃበት ካብቲ ቦታ ዝበጽሓና ሐበሬታ ኣመልኪቶም። ተሳተፍቲ ብወገነን ዕላማን ራእን ማሕበር ብግብራዊ ስራሕ ንምስማር ኣበርቲዐን ክሰርሓ ምዃነን ኣረጋጊጸን። መንገዲ ኣየር ኤርትራ ከም መቐጸልታ ናይቲ ከካይዶ ዝጸንሐ ናይ ምኽፋት መስመራት ንጥፈታት ካብን ናብን ኣስመራ ፖርት ሱዳን በረራ ጀሚሩ። ብ ዕስራን ሸውዓተን ለካቲት ኣብ መዕርፎ ነፈርቲ ፖርት ሱዳን ኣብ ዝተኻየደ ሚኒስትር ቱሪዝም ወይዘሮ ኣስካሉ መንቀርዮስ እትርከቦም ሰበ ስልጣን መንግስትን ግንባርን ከምኡ'ውን ሰበ ስልጣን ዞባ ቀይሕ ባሕሪ ሱዳን ዝተሳተፍዎ ስነ ስርዓት ፈላሚ በረራ ኣባላት ኤርትራዊ ማሕበረ ኮምን ነበርቲ ፖርት ሱዳንን ብዘቕረብዎ ዝተፈላለየ ባህላውን ስነ ጥበባውን መሰናድኦታት ደሚቑ ምንባሩ ካብቲ ቦታ ዝበጽሓና ሓበሬታ ኣመልኪቱ። ሚኒስተር ኣስካሉ ኣብ ዘስመዓቶ ቃል፣ ምኽፋት ናይዚ መስመር፣ መቐጸልታ ናይቲ ኣብ መንጎ ክልቲኤን ኣሓት ሃገራት እናደንፍዐን እናማዕበለን ክመጽእ ዝጸንሐ ናይ ሽርክነትን ምትሕግጋዝን መደባት ምዃኑ ብምሕባር፣ ኣብ ምድልዳል ታሪኻዊ ዝምድና ክልቲኡ ህዝብታትን ዕብየት ጽላት ቱሪዝምን ዘለዎ ኣበርክቶ ልዑል ምዃኑ ኣብሪሃ። ኣመሓዳሪ ዞባ ቀይሕ ባሕሪ ሱዳን ዶክተር መሓመድ ጣህር ኤላ ብወገኑ ንህዝባውነት ዝምድና ኤርትራን ሱዳንን ብምጥቃስ እቲ መስመር ንዝጸንሐ ናይ ምብጽጻሕ መደባት ስሉጥነት ዝህብ ጥራይ ዘይኮነ ናይ ሕጹነት ግዚኦም ኣብ ኤርትራ ከሕልፉ ንዝደልዩ ሱዳናውያን ብፍላይ ልዑል ኣገዳስነት ከምዘለዎ ኣረዲኡ። መንገዲ ኣየር ኤርትራ ብዘይካ'ዚ ኣስመራ ካርቱም ካይሮ፣ ካይሮ ካርቱም ኣስመራ ከምኡ'ውን ኣስመራ ጅዳ ኣስመራ ተወሰኽቲ ናይ በረራ መስመራት ከፊቱ ምህላዉ ዝፍለጥ እዩ። ኣባላት ሚኒስትሪ ሕርሻ ጨንፈር ንኡስ ዞባ መንደፈራ ብእኩብ ኣባጽዕን ደሴታት ዳህላክን ዘካየድዎ ዑደት ኣፍልጦኦም ብዛዕባ ሃገሮምን ዝሰላሰል ዘሎ መደባት ልምዓትን ክብ ኣብ ምባል ከምዝሓገዞም ገሊጾም። ንሳቶም ኣብ ከተማ ባጽዕ ዝተፈላለየ ቦታታትን ትካላትን ናብ ዝበጽሕሉ ብሓለፍትን ክኢላታትን መግለጺ ከምእተዋህቦም ኣብ ደሴት ዳህላክ ድማ ኣብታ ደሴት ዝርከብ ቅርስታት ኣብታ ደሴት ዝግበር ዘሎ ወፍሪ ባሕርና ሒዝዎ ዘሎ ጸጋታትን ንምዕቃቡ ዝካየድ ዘሎ ጻዕርን ዝምልከት ሰፊሕ መብርሂ ከምእተዋህቦምን ከምእተመሰጡን ሓቢሮም። ዘካየድዎ ዑደት ዘቤታዊ ቱሪዝም ብከቢድ መስዋእቲ ንዝመጸትን ዝተዋሕሰትን ሃገር ንምዕቃብን ንምዕባሌኣ ንምጽዓርን ዝድርኽ ምንባሩ ጠቒሶም ድማ ካብኦም ዝሕተት ከማልኡ ድሉዋት ምህላዎም ብምርግጋጽ ንዝተገብረሎም ኣቀባብላ ኣመስጊኖም። ብጉድለት ፅሬት ዝመሓላለፉ ሕማማት ንምግታእ ኮም ዝሰረቱ ከባቢያዊ ፅሬት ብሰፊሑ ክዝውተር ሓላፊ ጨንፈር ሚኒስትሪ ጥዕና ዞባ ደቡብ ኣቶ የማነ ሃይሌ ንኣመሓደርቲ ከባብን ወለንተኛታት ጥዕና ዓድን ንኡስ ዞባ ዓረዛ ኣብ ዝሃቦ ኣስተምህሮ ኣዘኻኺሮም። ኣቶ የማነ ኣብ ሃስተምህርኡ ህዝቢ እቲ ንኡስ ዞባ ፅሬት ከባቢኡ ኣብ ምውሓስ ንዝወሃቦ ኣስተምህሮን ክኽሰቱ ንዝኽእሉ ሕማማት መከላኸሊ ዝኸውን መድሃኒትን ብግቡእ ክጥቀመሉ ኣተሓሳሲቦም። ሓላፊ ሃገራዊ ምክልኻልን ምቁጽጻርን ዑረት ኣቶ ኣለም ዘካርያስ ብወገኑ፣ ሕማም ትራኮማ ካብ ሓሚምካ ክትፍውሶ፣ ክትከላኸሎ ከም ዝቐልል ጠቒሱ፣ ቀንዲ ካብ ሰብ ናብ ሰብ ዘመሓላልፎ ሃመማ ስለ ዝኾነ፣ ክፋረየሉ ዝኽእል ርስሓት ምውጋድን ገጽካ ብማይን ሳሙናን ምሕጻብን ኣገዳሲ መከላኸሊ ምዃኑ ኣብሪሁ። ተርእዮ እቲ ሕማም ኣብ ንኡስ ዞባ ዓረዛ ንምቁጽጻር ካብ ዕስራን ሰለስተን ለካቲት ጀሚሩ ወፈራ ምዕዳል መድሃኒት ይካየድ ከም ዘሎ ዝሓበረ ኣቶ ኣለም፣ ንህዝቢ በብከባቢኡ ኣብ ምጥፋእ ናይቲ ሕማም ተዋፊሮም ንዘለዉ ወለንተኛታትን ክኢላታትን ጥዕና ምሉእ ምትሕብባር ክገብረሎም ተላብዩ። ኣብ መወዳእታ ኣብ ሚኒስትሪ ጥዕና ዋና ዳይረክተር ህዝባዊ ጥዕና ዶክተር ዓንደብርሃን ተስፋጽዮን ኣብ ዘስምዖ ቃል፣ ሚኒስትሪ ጥዕና ሕማም ትራኮማ ንምጥፋእ እኹል መድሃኒትን ዓቕሚ ክኢላታትን ኣዳልዩ ይጽዕር ምህላዉ ጠቒሱ፣ ምምሕዳራት ምስ ትካላት ጥዕና ንዘለዎም ምውህሃድ ኣመስጊኑ። ትራኮማ ብባከርቴርያ ዝመጽእ ሕማም ዓይኒ ኮይኑ፣ ብኣጋ እንተዘይሓኪምካዮ ዑረት ከስዕብ ዝኽእል ሕማም እዩ። ስዒቡ ዝቐርብ ኣህጉራዊ ዜና እዩ ዝኸበርኩም ተዓዘብቲ፣ ድሕሪ እዛ ሓጻር መሰጋገሪት ክንምለስ ኢና።